ሓሙሽተ ዓበይቲ ነጥብታት ኣብ ሂወተይ ደጊመ ዘይገብሮም ንዓኻትኩም ድማ ክጠቕመኩም ምእንቲ ሼር ገብረኩም ናምበር ዋን ወይ ከዓ ቁፅሪ ሓደ ብዛዕባ ገዛእ ርእሰይ ንዝኾነ ይኹን ሰብ ኤክስፕሌን ኣይገብርንይ ወይ ከዓ ብዛዕባ ገዛእ ርእሰይ ንኸረድእ ዋላ ሓንቲ ኣይፍትንን እየ። ደቂ ሰባት በቲ ዝርድኦም ዓይነት ወይ ከዓ በቲ ንዕኦም ደስ ዝበሎም ዓይነት መንገዲ ክርድኡኒ ናፅነት ይህቦም ማለት እዩ። ምክንያቱ ክሰምዑን ክርድኡን ስለዘይደልዩ ጥራይ ስለዝኾኑ ዘይኮኑሲ ይፈልጥዮም መን ምዃንካ። እንታይ ደኣ ንዓኻ ኮንፊስ ክገብሩ ንዓኻ ኣብ ግዜኻን ኤነርጂኻን ከጥፍኡ ኣብቲ ናቶም ሎው ዝተሓተ ሎው ቫርብሬሽን ስቴት ከውርዱኻ ኢሎም ከምኡ ስለ ዝገብሩ ብዛዕባ ገዛእ ርእስኻ ዘይኮነ መንነትካ ወይ ከዓ ዘይወዓልካዮ ወይ ዘይገበርካዮ ነገር ክዛርቡ ከለው እዎ ሓቅኻ እስኻ ሓቅኻ ኣለኻ ኣነ ከዓ ሓቂ ኣለኹ ኢልካዮ ሕለፍ ኣብ ሂወተይ ዝተምሃርክዋ እዚኣ እያ ካልኣይቲ ዘይከብረሉ ቦታ ክርከብ ከም ዘይብለይ ወይ ከዓ ክብረት ዘይህቡኻ ሰባት ምስኣቶም ግዜኻ ክትሕልፍ ከም ዘይብልካ ንዓኻ ዋላ ሓንቲ ነገር ቫልዩ ዘይህቡኻ ናይ ቴሌፎን ርክባት ይኹኑ፣ ምሕዝነት ይኹኑ፣ ምብጻሕ ምብጽጻሕ ይኹኑ፣ ዝኾነ ይኹን ነገር፣ ኣብ ስራሕ ክኸውን ይኽእል፣ ብዝምድና ክኸውን ይኽእል፣ ብዝተፈላለየ ዓይነት መንገዲ ንዓኺ ክብረት ዘይህብ፣ ንዓኻ ክብረት ዘይህብ፣ ንዓኻ ቫልዩ ዘይህብ ወይ ከኣ ኣፕሪሸይት ዘይገብሮ ኤነርጂኻን ግዜኻን ከይትርከብ ኣነ ኣይገብሮን ካልኣይ መዓልቲ ፍጹም ክልተ። ቁፅሪ ሰለስተ ይምፁ ይኺዱ ኩሉ ግዜ ኣነ ናይ ገዛ ርእሰይ ሳፖርት እየ ድሕሪ ሕጂ ወይ ከዓ ቅድሚ ሕጂ እውን ከምኡ ዓይነት ባህሪ ኣይነበረንን ብሕጂ ግን ኣፀቢቐ ዝሰራሕኩሉ ሓደ ዓብዪ ምስጢር ክነግረኩም የንጨብጭቡ ኣየንጨብጭቡ ይተኣከቡ ይኽዱ ይበተኑ ይምፁ ብዘየገድስ ንስኻ ግን ኣብ ገዛ ርእስኻ ሰንተር ኮንካ ደው ክትብል ከም ዘለካ ደው ክትብል ከም ዘለኪ ደው ክብል ከም ዘለኒ ተማሂረ ማለት እዩ ድሕሪ ሕጂ ኣብ ሕቡእ ኣብ ዘይርእይዎ ደቂ ሰባት ኣብ ዘይርእዩኻን ደቂ ሰባት ኣብ ዘይሰምዑኻን ቅድሚ ሕጂ ዘይገብርኩሞ ተኾይንኩም ኣይ ላቭ ማይ ሰልፍ ኣነ ካብ ቀደም እየ ዝገብሮ ሰባት ንኽርእዩኒ ኢለ ኣይኮንኩን ኣነ ንኣብነት ነብሰይ ዘልዕል ንኣብነት ሰባት ክርእይለያ ኢለ ኣይኮንኩን ኣነ ሾው ኣፕ ዝገብር ዩ ሃቭ ቱ ሾው ኣፕ ኩሉ ግዜ ኩሉ መዓልቲ ኩሉ ደቂቕ ወላ ሓደ መፂኡ ሴፍ ክገብረካ ዝኽእል ሰብ ስለዘየለ ጀስት ንገዛእ ርእስኻ ሸው ኣፕ ግበር። ሸው ኣፕ ማለት እንታይ ማለት እዩ? ኣለኹልኪ በላ። የንጨብጭቡ ኣየንጨብጭቡ ሚእቲ ሰብ ይዕሰሉኻ፣ ሓደ ሰብ ይዕሰልካ፣ ዓሰርተ ሽሕ ይዕሰሉ፣ ሰማንያ ሽሕ ይዕሰሉ እንታይነትካ ክቕይርዎ ስለ ዘይክእሉ ደቂ ሰባት ቀጽል መንገደይ ይቕጽል ማለት እዩ። እቶም ንዓይ ዝመስሉ ነቲ ናተይ ኤነርጂ ማች ዝገብሩ ንሕና ደቂ ሰባት ማግኔት ስለ ዝኾና ኣትራክት ክገብሮም እየ ኣትራክት ከዓ ገብሮም እየ እቶም ንዓይ ዝመስል ኤነርጂ ዘለዎም ወይ ከዓ ኣብቲ ናተይ ቫይብሬሽን ስቴት ዘለዉ ባዕሎም ኣትራክት ኮይኖም ክመፁ እዮም ስለዚ ተኣ ንክገብሮ ዘለኒ ኣብ ውሽጠይ ሰንተር ክኸውን ከም ዘለኒ። ራብዓይ፣ ቅድሚ ሕጂ ዝነበረ ኣብቲ ናተይ ኦልድ ቨርጅን ኦፍ ማይ ሰልፍ ወይ ከኣ ኣብታ ናይ ቅድሚ ሕጂ ዝነበረት ኣዱ ዝነበረ ንዓይ ዘይጥዕመንን ወይ ከኣ ቅድሚ ሕጂ ንዓይ ሰርቭ ዘይገበረንን ሃቢት፣ ምልምማድ፣ ወይ ከኣ ባህሪ ወይ ከኣ ዝኾነ ይኹን ንኣብነት ኣነ ሕጂ ዓባይ ጌጋ ነይራትኒ ዝብላ ሰባት ምእማንን ግርህነትን እየን። ካልእ ወላ ሓንቲ ብዙሕ ዝጓዳእ ባህሪ ኣለኒ ኢለ ኣይግምግምን'የ ማለት እዩ። እሱ ከኣ ኩሉ ግዜ ንዓይ ይሃስየኒ ስለ ዝነበረ ኣብ ዝሓለፈ ሂወትካ ኦፐን ኮንካ ወይ ከዓ ዝኾነ ይኹን ነገር ድሓን እዚ ናተይ እንድዩ ኣብ ዝሓለፈ ዝነበረ ኣብቲ ናትካ ዝሓለፈ ቨርጅን ናትካ ወይ ናትኪ ዝነበረ ባህሪ ግን ንዓይ ኣይጠቐመንን ክጠቕመና ኣይክእልን እዩ ትብልዮ ነገር ክትቅይርዮ ከም ዘለኪ ክትቅይሮ ከም ዘለካ ኣነ ከዓ ክቅይሮ ከም ዘለ ስለ ዝቐየርኩ ኣነ ቀይረ እየ ስለዚ ክትቅይርዮ ትኽእል ኢኺ ስለዚ ዝሓለፈ ሕሉፍካ ገምጊምካ ብኡ ጌርካ ንነብስኻ ዳውን ክትገብራ ብኡ ጌርካ ክትሰብራ ብኡ ጌርካ ክትፀርፋ ብኡ ጌርካ ንነብስኻ ከተናሽዋ ወይ ከዓ ነይጠቅም ኔ ኣንዳ ድርባይ እንዴ ኣንዳ ከምዚ እንዴ ዘይኮነ ወይ ከዓ ምስ ካልኦት ናይ ደቂ ሰባት ቫልደሽን ስለ ዝሰማዕካ ደቂ ሰባት ዕጉግ ስለ ዝበሉኻ ብርቱዕ ሓይሊ ኤለትሪክ ትረክብ ደቂ ሰባት ተጠፊኦም ከኣ ከምዚ ኣብ ዓድናሲ ኤለትሪክ እንተጠፊኣ ይዝሕል እቲ ገዛ መጎጎ ከይተሰንከተ እንጀራ ከይተበልዐ ውዕል ኤለትሪክ ብብርቱዕ እንተሰዲዶሙኻ እቲ ኣምፑል ይቃጸል ኣብ ሂወትና ከኣ ከምኡ እዩ ጁጅ ኢሎም ደቂ ሰባት ክመጹ ከለዉ ኢቭን ንሓደጋ ስለ ዝኾነ እቲ ናትና መንነት ወይ ከኣ እቲ ኢንታየር ሰልፍ እቲ ሃየር ሰልፍ ዝበሃል እቲ ውሽጣዊ ኣምላኻዊ መንነትካ ክሳብ መን ምዃንካ ዝጠፍኣካ እዮም ዝገብሩኻ ብማዕበል ስለ ዘናውፁኻ ስለዚ ካብ ረብሕኡን ጥቕሙን ጉድኣቱ ስለ ዝበዝሕ ኩሉ ግዜ ኣብ ገዛ ርእሰይ ሰንትር ክኸውን ተማሂረ ማለት እዩ ደቂ ሰባት ይተኣከቡ ይርሓቑ ይቕረቡ ጁጅ ይበሉ ሱቕ ይበሉ ንዓይ ዋላ ሓንቲ ሸክ ኣይገብሩን እዮም ምክንያቱ ኣብ ገዛ ርእሰይን ኣብቲ ሃየር ሰልፍ ዝበሃል ኣብቲ ዩኒቨርሳል ጋድ ኣብኡ ስለ ዝተሰረትኩ ንስኻትኩም ከዓ ከምኡ ክትገብሩ የተባባዓኩም ስለዚ ኣብ ዝሓለፈ ዝነበረ ቅድሚ ሕጂ ትገብርዎ ዝነበርኩም ሕጂ ግን ሰርቭ ዘይገብረኩምን ክትገብርዎ ዘይትደልዩን ባህሪ ኣመጋግባ ክኸውን ይኽእል፣ ጠባይ ክኸውን ይኽእል፣ ኣካይዳኹም ክኸውን ይኽእል፣ ከምኡ እውን ኣከዳድናኹም ክኸውን ይኽእል፣ ላይፍ ስታይልኩም ብሓፈሻ ቅድሚ ሕጂ ዘይትደልይዎ ነገር ቀይርዎ። ንሕጂ ስምዒት ዘይበኩም ቅድሚ ሕጂ ትፈትዎ ነበረ ዝነበርኩም ነገራት ንድሕሪ ሕጂ ፀልእዎ ኣለኹም ኮይንኩም ምክንያቱ ናብቲ ላይፍ ታይም ሽፍት ገይርኩም ስለ ዘለኹም ቀይርዎ። ውሽጥኹም ከኣ ስምዑ ማለት እዩ። ሓምሻይን ናይ መወዳእታን ከኣ ሓጎስ፣ ኩሉ ግዜ ክሕጎስ ከም ዘለኒ፣ ኩሉ ግዜ ክሕጎስን ደስ ክብለንን ከም ዘለዎ፣ ድሕሪ ሕጂ ብዝኾነ ይኹን ነገራት፣ ብዝኾነ ይኹን ሰባት፣ ብዝኾነ ይኹን ኣጋጣሚታት፣ ሼክ ክገብር ከም ዘይብለይ ብዛዕባ ሰላመይን ሓጎሰይን ኣነ ቅድሚ ሕጂ ምስ ሰባት ኣታችመንት ነይርኒ ኣታችመንት ን ኮኔክሽን ይፈላለ እዩ ኮኔክሽን ማለት ምስ ደቂ ሰባት ኮንታክት ክትገብር ትኽእል ኢኻ ኮኔክት ክትከውን ትኽእል ኢኻ ብዝተፈላለየ ዓይነት መንገዲ ክትራኸብ ትኽእል ኢኻ ኣታችመንት ማለት ግን ስምዒታዊ ምትእስሳር ማለት እዩ ምስ ስድራ ክኸውን ይኽእል ወላ ምስ ደቅኻ ክኸውን ይኽእል ምስ ዝተፍቅሮ ሰብኣይካ ሰበይትኻ ክኸውን ይኽእል ዝተፈላለየ ዓይነት መንገዲ ኣብዚ ሂወትና ምስ ደቂ ሰባት ኣታችመንት እንድሕር ኣለና ሓደ ሓደ ግዜ ኣብ ሂወትና እቶም ንጉዳእ ንሕና ኢና ስለዚ ምስ ደቂ ሰባት ኮንታክት ክህልወና ክእል እዩ ኮኔክሽን ክህልወና ተፈጥሮኣዊ ሕጊ እዩ ኣታችመንት ግን ዘይምህላው ኣነ ከም ኣዱ ወላ ምስ ደቀይ ኣታችመንት የብለይ ምክንያቱ ደቀይ ናይ ኣምላኽ እዮም ናተይ ኣይኮኑን ሓደ መዓልቲ ክስእኖም ስለ ዝኽእል እንድሕር ንሶም ስኢነዮም ከዓ ስቲል ኣብ ሂወተይ ሰንተር ኮይነ ደው ክብል ስለ ዘለኒ ፈታዊ በሎ ሓውካ በሎ ኣዴካ በሎ ዘመድካ በሎ ኖማረ ዋእ ዝኮነ ሰብ ኣብ ሂወትና ፐርመነንት ዝነብር የለን ምሳካን ምስ ገዛእ ርእስካን ትነብር ንስካ ጥራሕ ኢካ ንስካን ምስ ገዛእ ርእስካን ክሳብ መቃብር መወዳእታ ብሓንሳእ ትነብር ንስካን ንስካን ጥራይ ኢካ ስለዚ ኣነ ምስ ውሽጠይ ወይ ከዓ ምስቲ ኢንታየር ሃየር ሰልፍ ወይ ከዓ ምስቲ ዩኒቨርሳል ጋድ ጥራሕ እዩ ኣታችመንት ዘለኒ ኢቭን ምስ ደቀይ እውን የብለይን ኮኔክሽን ግን ኣለኒ። ስለዚ ኣብ መወዳእታ እንታይ ክብለኩም ደሊ ዝኾነ ይኹን ስምዒታዊ ምትእስሳር ምስ ደቂ ሰባት ክህልወና የብሉን። ምስ ኩነታት ሰርከምስታንስስ ክህልወና የብሉን። ንዝኾነ ይኹን ሰብ ከነፍቅሮን ክንፈትዎን ኮንታክት ክንገብሮ ንኽእል ኢና። ስምዒታዊ ምትእስሳር ፈጥፈጥ እንዳበልና ኢሞሽናሊ እንገብሮም ብሓጎስ ይኹን ብሓዘን እንገብሮም ኣታችመንት ግን ኩሉ ግዜ ጽባሕ ንጎ እቶም ሰባት ገዲፎምና እንተኸይዶም ልክዕ ፕላስቲክ ሪኢኹማ ማንቲግ እንድሕር ድኣ ጠምጢመ ጠምጢመ ሕጂ ኣብ ክልተ ኣጻብዕተይ እንድሕር ሓንቲ ፕላስቲክ እዚ ናይ ገንዘብ መእሰሪ ፕላስቲክ ኣብ ክልተ ኢደይ እንድሕር ጠምጢመዮ እሞ ነዛ ሓንቲ ተምሊቖያ እታ ሓንቲ ኢደይ ትምለጥ ማለት እዩ ጣዕ ተብላ ነታ ሓንቲ ኢደይ እንድሕር ድኣ ከምዚ ገይረ ብኽልተ ወገን ሒዘያ ኣብኡ ከሎ ከምዚ ገይረ ሒዘያ እሞ ፍንው ተቢለያ እዚኣ ግን ዋላ ሓንቲ ስምዒት የብላ ብኽልተ ሒዘ ኮኔክሽን ማለት እዩ እንድሕር ጠምጢመ ጠምጢመ ግን እታ ሓንቲ ተመሊቋ ግን ኢደይ ይሃርመኒ ማር ማር ክሳብ ዝብለኒ ጣዕ የብለኒ ማለት እዩ። እሱ ኣታችመንት ይበሃል። ኮኔክት ማለት ከዓ ከምዚ ጌርካ ምሓዝ ማለት እዩ። እንተስሒቦማ እቶም ሰባት ወይ ከዓ እቲ ኩነታት እንድሕር ደኣ ወፂኡ ካብ ኢደይ ምንም ኣይስማዓንን እዩ፣ ኣያ- ኣይሃርመንን እዩ። ስለዚ ኩሉ ግዜ መንፈስኩምን ስፕሪቹዋሊ ሞራሊ ስፕሪቹዋሊ ፊዚክሊ መንተሊ ብዝኾነ ይኹን ነገር ምስ ዝኾነ ኣታችመንት ክህልወኩም የብሉን በሃሊቲ ኣብ ነብስኹም ሰንተር ኩኑ ንስኻትኩም ብሉፃት ኢኹም we are all pieces of God happy good day bye